ኣብቲ ገምገም ባሕርኹ ኢልና ዘሕለፍናዮ ጥዑም ፍቕራዊ ሂወት እናዘከርና ከነዕልል ደስ ኣይብለካን? እወ ኣሎ ኣሎ ሰላም ሸዊት ሰላም ከመይ ውዒልኪ?
እግዚኣብሔር ይመስገን ምግብስ ወዲ ሃይለ ወዲ ሃይለ ኩዋ ክዋ ወዲ እወ ሃይለ ኩ እወ ምስ ናይ ኳዳ ገለ ዝነበርና እወ እወ ከመይ ደሓን ዶ ከመይ ኣሎ ኣ እግዚኣብሔር ይመስገን ከመይ ኣለኻ ጽቡቅ ጽቡቅ ኣላ ማዘረይ ማራ እንዲያ ትፈትወኪ እዚ ኩሉ ግዜ ኣንታ ኣራኽበኒ እባ እዛ ጓለይ እያ ትብል ሓቀኻ እዋ፣ ብቐዳማይ ንሪኣ ነርና እዛ ክንፈትሖም ዶ ገለ መለ ዋይ እዛ ጓለይ ኣራኽበኒ እስከ ደይምዕዳ ደይምዕዳ ኢላትኒ ከራኽበኪ ዶ ሸወይተይ

በቃ ክመጽእ እየ ጣዕሚ ትውህብ ተስፍይ ኣልየ። እወ ሕጂ ብኣምሆሲ እንታይ ክብ ኣብኡ ከለኩ እዛ ጓለይ ምክርካ በዲካ እንድዩ እወ።
ብኣምሆሲ እዛ ክፈትሖ እንዶ ገለ ትብል ኣላትክን እንዶ እታ ትዋስኦ እወ።
ኣብኣ እዛ ጓለይ ናይ ገዛካ ናይ ሰብኣይካ ደገ ወጺእካ ኣይዝረብን እዩ እዛ ጓለይ እዚ ኩሉ ልቦናኪ ኣብ ርእሲ ልቦናኪ ናይ ገዛካ እወ። ወጺእካ ደገ ኣይዝረብን እዩ ምስ ሰብኣይካ ዝግበር ንሕና ዘሕለፍናዮ ዋእ። እወ። ሕጂ ብኣ ሞቶ ርኣኩስ ኬድክን ትማከራ ናይ ሰብኡትክን ከምዚ ገበረ ከምዚ ገበረ ከምኡ ይባሃልኒ ሸዊት ጓለይ ኣብ ርእሲ እወ ልቦናኪ ሓቂ መሲልካ
እወ እወ።
ናይ ሰብኣይካ ኣነ ዘሕለፍክዎ ተትርእዮ መከራ መቸም ግን ሓንቲ መዓልቲ እየ ድብለካ ሓንቲ መዓልቲ በጨቅ ኢለ ተዛሪበ ኣይፈልጥን እየ ሕጂ እኳ ነብሶም ምሓሮም ሃመ ደቅለለሎም የለውን እቶም በዓል እንዳ
እዋ። ኣብ ደገ ወጺኤ ግን ኣይዛረብን ሸዊት ጓለይ ናይ ሰብኣይኪ ኣይትዛረቢ ብ ደገ እዛ ጓለይ ሓደራ። ኣወራይ ነታ ደራሲት ከምኡ ክብላ እየ ደይ ድጠሓሰትን ነይሩ ህዝተይ ነበር ሓቅኽን። ከምዚ ኮይኑ ግን ክነግራ እየ በቃ ከምኣ ኢለ ክነግራ እየ። እወ እዛ ጓለይ ናይ ገዛኻ ኣይውጻእን እዩ በልለየ ክስኺ ከኣ እቲ ናይ ሰብኣይኪ ኣይገብሮን እየ በልያ ዋእ ሰብ ድኳ ከይጸልኣኪ ሸዊት ጓለይ እዚ ኩሉ ንፈትወክስ ኣነ ኢለ እንድየ ባኣምሀው ዋይ እዛ ጓለይ ታይ ዳኣ ረኺብዋ ናይ ገዝኣ ኣውጽኣ ኢለ